ድምፂ ሰልፊ ናህዳ ኤርትራ ብሓልዮት ክፍሊ ዜና ሰልፊ ናህዳ ኤርትራ እናተዳለወ ሰሙናዊ ማለት ወትሪ ሓሙስ ኣብ መርበብ ሓበሬታ ኤሪ ናህዳ ዝቐርብ መደብ እዩ እዚ ድምጽኹም ድምጺ ሰልፊ ናህዳ ኤርትራ እዩ። ሰላም ዝኸበርኩም ሰማዕቲ ፈነወ ሬድዮ ድምፂ ሰልፊ ናህዳ ኤርትራ ከመይ ትቕንዩ ሎሚ ሓሙስ 29 ሰነ 2017 እዩ ንምክትታል መታን ክጥዕመኩም ናይ ሎሚ ፈነወና ነከታትለኩም ፈለማ ዜናታት ሰልፍን ሰሙናዊ ፍጻሜታትን ክቐርብ እዩ ቀጺሉ ብምኽንያት 20 ሰነ መዓልቲ ረዚን ዝኽሪ ሰማእታት ኤርትራ ኣመልኪቱ ብሰልፊ ናህዳ ኤርትራ ትርጉም ዕስራ ሰነ ኪኖ ምዝካሩ ምትግባሩ ኣብ ትሕቲ ዝብል ኣርእስቲ ዝተዋህበ መግለፂ ክነስዕበልኩም ኢና። ክቡራት ተኸታተልትና ካብ ስነ ጥበብ ንመዛነዪ ዝቐርብ መደብና ተሰሪዑ ምህላዉ እናገለፅና ሰናይን ኣኽብሮታዊ ምክትታልኩም ብምዕዳም ናብ ዜናዊ ፈነወና ነሰጋግረኩም።
ዜና ንጥፈታት ሰልፊ! ፈፃሚ ቤት ፅሕፈት ሰልፊ ናህዳ ኤርትራ ብምኽንያት ዕስራ ሰነ መግለፂ ኣውፂኡ። ፈፃሚ ቤት ፅሕፈት ሰልፊ ናህዳ ኤርትራ ብምኽንያት ዕስራ ሰነ መዓልቲ ሰማእታት ኤርትራ ኣብ ዘውፅኦ መግለፂ፣ መስዋእቲ ክንብል እንከለና ንህዝባዊ ራእያን ዕላማታትን ንገዛእ ፍቓድካ ገንሸል ምዃን ማለት'ዩ። እዚ ስለዝኾነ ድማ መስዋእቲ ክቡር ሞት'ዩ። ዕስራ ሰነ፣ መዓልቲ ሰማእታት ኤርትራ ብኽብሪ ክንዝክሮ እንከለና ትርጉም ቃልስን መስዋእትን ብምግንዛብ፣ ንስለ ናጽነትን ሓርነትን ህዝቢ ኤርትራ ክቡር ሂወቶም ዝወፈዩ ሰማእታትና ናይ ሕልና ጸሎትን ልባዊ ዝኽርን ክብርን ብምሃብን ዝተጠልመ ሕድሮኦምን ንምፍጻም ድልውነትና ብምርግጋጽ ክኸውን ይግባእ ዝበለ'ቲ መግለጺ፣ ህዝቢ ኤርትራ ዝሰገሮ ሕሱም ምረትን ድቕድቕ ጸላም መግዛእታዊ ባርነታትን ግፍዕታትን መጠን ኣልቦ ምዃኖምን ካብዚኦም ሓራ ንምውጻእ ሃገራዊ ናጽነቱን ሓርነታቱን ንምውናን ኣእላፍ ቀያሕቲ ደቁ ምብጃውን ጠቒሱ፣ ዳግማይ ንቃልሱ ዝግብቱን ንኹለንተናዊ ቅልውላው ጠቕላሊ ጥፍኣት ዝፈርዱን ውሑዳት ጉጅለ ጠለምቲ ስርዓት ህግደፍ ወዲቑን ግዳይ ኣስካሕካሒ ዘቤታዊ ባርነት ኮይኑ ምህላዉ ሕጂ'ውን ንኸቢድ ቃልስን መስዋእትን ግዱድ ኮይኑ ከምዘሎ እቲ ዝመጸ መግለጺ ወሲኹ ኣመልኪቱ'ሎ። ዝኸበርኩም ሰማዕትና ምሉእ ትሕዝቶ እቲ ትርጉም ዕስራ ሰነ ኪኖ ምዝካሩ ምትግባሩ ኣብ ትሕቲ ዝብል ኣርእስቲ ብምኽንያት ዕስራ ሰነ መዓልቲ ረዚን ዝኽሪ ንሰማእታት ኤርትራ ዝወጸ መግለጺ ሰልፊ ናህዳ ኤርትራ ድሕሪ ዜና ክቐርብ ምዃኑ እንዳሓበርና ምክትታልኩም ብኽብሪ ንዕድም። ናይ መራሕቲ ጨናፍር ሰልፊ ናህዳ ኤርትራ ወርሓዊ ኣኼባ ክካየድ ምዃኑ ተሓቢሩ። ናይ መራሕቲ ጨናፍር ሰልፊ ናህዳ ኤርትራ ወርሓዊ ኣኼባ ክካየድ ምዃኑ ቤት ጽሕፈት ህዝባውን ማሕበራውን ጉዳያት ሰልፊ ሓቢሩ። እዚ ንኹሎም መራሕቲ ጨናፍር ሰልፊ ዝጸውዐ ኣኼባ ንዝመጽእ ዘሎ ሰንበት ክልተ ሓምለ ክልተ ሽሕን ዓሰርተ ሸውዓተን ዝሳለሰሉ ምዃኑ ዝተሓበረ ኣኼባ መዛተዪ ዛዕባኡ ብቐንዱ ንህሉው ኩነታት ሃገር፣ ኣተሃላልዋ ደንበ ተቓውሞን ኩነታት ሰልፍን ብምድህሳስ ብተወሳኺ እውን ነቲ ኣብ መወዳእታ ሓምለ ክልተ ሽሕን ዓሰርተ ሸውዓተን ዝሰላሰል ስሩዕ ዓመታዊ ኣኼባ ናይ ፈጻሚ ኣካል ሓጋዚ ዝኸውን ዛዕባታት ከምዝዘቲ ካብቲ ሓላፊ እቲ ቤት ጽሕፈት ሓው እድሪስ ኑሩ ዝመጸና ሓበሬታ ወሲኹ ኣብሪሁ'ሎ።
ዝኸበርኩም ሰማዕትና ዜና ሰልፊ ክትሰምዑ ጸኒሕኩም ናብ ሰሙናዊ ፍጻሜታት ዜና እሰጋግረኩም።
ሰሙናዊ ንጥፈታት ዜና ዒድ ኣልፈጥር ብዓይኒ ጥርጣረ ካብ ምጥምማት ወፂእና ድሕነት ህዝብን ሃገርን ቅድሚት ንሰርዓሉ በዓል ክኸውን ሰናይ ምንዮት ቀሪቡ። ተጋድሎ ሓርነት ኤርትራ ንመላእ ኣመንቲ እስልምና ርሑስ በዓል ክኾነሎም ብምምናይ ዒድ ኣልፈጥር ተሳኒናን ተፋቒርናን ድሕነት ህዝብን ሃገርን ቅድሚ ኩሉ ሰሪዕና እንስጉመሉ ሰናይ ዘመን ይግበረልና ክብል ገሊጹ። ግንባር ሃገራዊ ድሕነት ኤርትራ፣ ሕድሪ፣ ብወገኑ ኣብ ውሽጥን ወጻእን ንዘለዉ ኣመንቲ ምስልምና ዮሃና ድሕሪ ምባል ዒድ መንቀሊ ህድኣት ዝመልኦ ሰላም ሕውነት ፍቕርን ክሰፍን ምትሕልላይ ድማ ኣብ ውሽጢ ህዝብና ክዕምብብን ህዝቢ ተኸባቢሩ ንሓባራዊ ረብሕኡ ክሓስብን ኣተሓሳሲቡ። ሰልፊ ደሞክራሲ ህዝቢ ኤርትራ ብኣጋጣሚ በዓል ዒድ ኣልፈጥር ንሙስሊም ሕብረተሰብ ንህዝቢ ኤርትራን ናይ ዮሃና መልእኽቱ ኣመሓላሊፉ። ማሕበረሰባዊት ሬድዮ ወጋሕታን መርበብ ሓበሬታ ሳሊናን እውን ብምኽንያት እዚ ክቡር በዓል ንመላእ ህዝቢ ኤርትራ ብሓፈሻ ንኣመንቲ ምስልምና ድማ ብፍላይ ርሑስ በዓል ኣልፈጥር ክኾነሎም ተመንዩ። ግንባር ሃገራዊ ድሕነት ኤርትራ፣ ሕድሪ፣ ሻዱሻይ ስሩዕ ኣኼብኡ ኣሰላሲሉ። ካብ ዓሰርተ ሸውዓተ ስጋብ ዕስራ ሰነ ሻዱሻይ ስሩዕ ኣኼብኡ ዘሰላሰለ ማእከላይ ባይቶ ግንባር ሃገራዊ ድሕነት ኤርትራ፣ ሕድሪ፣ ከቢቡና ንዘለዉ ኣህጉራውን ዞባውን ሃገራውን ኩነታት ኣመልኪቱ ዝርዝር መብርሂታት ኣቕሪቡ። ኣብ ዞባና ዝኽሰቱ ዘለዉ ዘይምርግጋኣትን ዝካየዱ ዘለዉ ውግኣትን ንሃገርና ብቐጥታ ዝጸልዉ ኮይኖም፣ ህግደፍ ኣብ ከምዚ ዝበለ ኩነታት ኢዱ ምሕዋስ ስለ ዝፈቱ ከኣ ኩነታት ህዝብናን ሃገርናን ኣዝዩ ኣስጋኢ ክገብሮ ልዑል ተኽእሎ ኣሎ ክብል ገሊጹ። መላኺ ኢሳያስ ህግደፋዊ ኣተሓሳስባን ፍልስፍናን ኣተኣታትዩ ኣማዕቢሉን ኣብ ልዕሊ ህዝቢ የላግጽ ብምህላዉ ህሉው ኩነታት ሃገርና ፖለቲካዊ፣ ዲፕሎማስያዊ፣ ቁጠባውን ማሕበራውን ጉዳያት ገቢቱ ብምሓዙ ብህግደፋዊ ወተሃደራዊ ስነ-ሓሳብ ተዓብሊሉ ኣዝዩ ኣብ ዘተሓሳስብ ደረጃ ወዲቑ ክብል መዚኑ። ኣብ መወዳእታ ማእከላይ ባይቶ ግንባር ሃገራዊ ድሕነት ኤርትራ ሕድሪ መጻኢ መደባት ናይ ነፍሲ ወከፍ ቤት ጽሕፈት ስርሓት ብንጹር ሰሪዑ ኣባላት ሴክረታርያ ባይቶን ኣባላት ፈጻሚ ኣካልን መሪጹ ኣኼብኡ ብዓወት ዛዚሙ። ኣብ ጀርመን ዝርከቡ ኤርትራውያን ፍቓድ ዑቕባ ክወሃበኩም ካብ ኤምባሲኹም ፓስፖርት ኣምጽኡ ከምዝተባህሉ ተገሊጹ። መንግስቲ ጀርመን ኣብ ሃገሩ ንዝርከቡ ፖለቲካዊ ዑቕባ ንዝሓቱ ዘለዉ ኤርትራውያን ስደተኛታት ፍቓድ ዑቕባ ክወሃበኩም ካብ ኤምባሲ ሃገርኩም ፓስፖርት ኣምጽኡ ከምዝተባህሉ ሬድዮ ኤረና ገሊጻ። እዞም ሓተቲ ፖለቲካዊ ዑቕባ ካብ ኤምባሲ ኤርትራ ፓስፖርት ከምጽኡ ብክፍሊ ኢሚግሬሽን ሃገር ጀርመን ዝተኣዘዙ ኤርትራውያን ስደተኛታት እዚ ሕቶ ጀርመን ኣዝዩ ከምዘተሓሳስቦም ዝገለጹ ኮይኖም ኣህጉራዊ ውዕል ጀኔቫ ኣብ ዓመት ትሽሕን ትሽዓተ ሚእትን ሓምሳን ሓደን ኣብ ዘውጸኦ ሕጊ ኣብ ሓንቲ ሃገር ፍቓድ ዑቕባ ዝረከበ ስደተኛ ምስ ኤምባስኡ ክራኸብ ይኹን ናብ ሃገሩ ክምለስ እንድሕር ክኢሉ ፍቓድ ዑቕባኡ ዝሰርዝ ምዃኑ ዝድንግግ ሕጊ ምህላዉ እውን ጠቒሶም። ብኣንጻሩ ግን ጀርመን መንበሪ ፍቓድ ክወሃበኩም ካብ ኤምባሲኹም ፓስፖርት ኣምጽኡ ብምባል ብርክት ንዝበሉ ሓተቲ ዑቕባ ኤርትራውያን ኣሰናኺላ ከምዘላ ዝገለጸ እቲ ሓበሬታ በዚ ድማ ገለ ኤርትራውያን ናብ ኤምባሲ ብምኻድ ናይ ጣዕሳ ወረቐት ንምምላእ ንሓደ ዓመት ዝጸንሕ ናይ መንበሪ ፍቓድ ረኺቦም ምህላዉ ኣብሪሁ። እዚ ኣሰራርሓ ድማ መንግስቲ ጀርመን ስደተኛታት ናብ ሃገሮም ንምምላስ ኣብ ዝጅምርሉ እዋን ክጸልዎም ከም ዝኽእል እቲ ሓበሬታ ወሲኹ የረድእ። ሃገራት ምብራቕ ኣፍሪቃ ብትሕቲ ቅርጺ ንምትእስሳረን ዘኽእል ፕሮጀክት ቀሪጸን። ኣባል ሃገራት ምዕራብ ኣፍሪቃ ታንዛንያ፣ ርዋንዳን ዩጋንዳን ነንሕድሕደን ከተኣሳስረን ዘኽእል ትሕተ ቅርጽን ኣገልግሎት ኔትዎርክን ንምህናጽ ግዙፍ ባጀት ሰሊዐን ናብ ስራሕ ንምእታው ኣብ መስርሕ ከምዘለዋ ኦል ኣፍሪካ ዶት ኮም ሓቢሩ። ላዕለዋይ ሓላፊ ቤት ፅሕፈት ሚኒስትሪ ሓበሬታን ርኽክብን ዩጋንዳ ቪንሰንት ባግሪን ደይሊ ኒውስ ኣብ ዝሃቦ ሓበሬታ፣ እዚ ኣብ መንጎ ቤት ፅሕፈት ሚኒስትራት ሰለስቲኤን ሃገራት ተበፂሑ ዘሎ ስምምዕ ኣብቲ ተመዲቡ ዘሎ መቓን ግዜ ንምዝዛም ብዕቱብ ምክትታል ከምዝግበረሉ ኣረዲኡ። ንሱ ብተወሳኺ ሰለስቲኤን ሃገራት ሓበራዊ ዶብ ዘለወን ሃገራት ከም ምዃነን መጠን ሓበራዊ ኣገልግሎት ትሕተ ቅርጺ፣ መንገድን ኔትወርክን ክህልወን እውን ይግባእ ኢሉ። ኣብ ገለ ገለ ቦታታት እቲ ከባቢ ዶብ ኣገልግሎት ኔትወርክ'ዩ ዝበለ እቲ ሓላፊ፣ እቲ ዝተርፍ ነንሕድሕዱ ምትእስሳር ክብል እውን ኣዘኻኺሩ። ወተሃደራዊ ሓይልታት ዒራቕ ከተማ ሞሱል ምሉእ ብምሉእ ንምቁጽጻር ተቓሪቦም ይበሃል ኣሎ። ማዕከን ሓበሬታ ዢንዋ ኣብ ዘወሃሃዶ ዜና፣ ወተሃደራዊ ሓይልታት ዒራቕ ነታ ኣብ ትሕቲ ኣሸባሪ ጉጅለ ዳዕሽ ከም ዝነበረት ዝንገረላ ከተማ ሞሱል ምሉእ ብምሉእ ኣብ ትሕቲ ምቁጽጻሮም ንምእታዉ ከም ዝተቓረበ ገሊጹ። ሓይልታት ዒራቕ ኣብ ልዕሊ ዳዕሽ ብዝፈነዉዎ መጠነ ሰፊሕ መጥቃዕቲ፣ ብጻዕቂ ህዝባ እትፍለጥ ምዕራባዊት ክፍለ ከተማ ሞሱል ተቖጻጺሮም ምህላዎም ዝጠቐሰ ዢንዋ፣ ምሉእ ብምሉእ ነታ ከተማ ምቁጽጻሮም ሓደ ሚእታዊት ክፋል ጥራሕ ከም ዝተረፎም ኣነጺሩ። ገስጋስ ወተሃደራዊ ሓይልታት መንግስቲ ዒራቕ ንሰራዊት እታ ሃገር ፍናን ዝፈጥር'ዩ ዝበለ እቲ ጸብጻብ፣ ብኣንጻሩ ንኣሸባሪ ጉጅለ ዳዕሽ ሕቖኡ ዝበትኽ'ዩ ተባሂሉ'ሎ። ኩነታት ኤርትራን ጅቡትን ኣብ ልዕሊ ሓለፍቲ ህግደፍ ወጥሪ ፈጢሩ'ሎ ተባሂሉ። ግንባር ሃገራዊ ድሕነት ኤርትራ፣ ሕድሪ፣ ኣብ ዝለኣኸልና ሓበሬታ፣ ብሰንኪ ኣብዚ እዋን'ዚ ኣብ መንጎ ኤርትራን ጅቡትን ኣጋጢሙ ዘሎ ዘይምስምማዕ፣ ሓያሎ። ሓለፍቲ ጉጅለ ኢሳያስ ውግእ ኣየድልየናን'ዩ፣ መን ሒዝና ክንዋጋእ ኢና፣ ናይ ባዕልና ኩነታት ኣዝዩ ዘሰክፍ'ዩ ኣብ ዝብሉ ወጥሪ ተሸሚሞም ኣለዉ ክብል ገሊጹ። ብውሽጥን ብደገን ተቓውሞታት ዝበዝሖ ዘሎ ጉጅለ ህግደፍ ነዚ ኣብ ሓለፍቲ ዓሲሉ ዘሎ ወጥሪ ተዘራሪቡ መፍትሒ ኣብ ክንዲ ምንዳይ ነቶም ስግኣቶም ዝገለጹ ኣካላት ካብ ቦታ ሓላፍነቶም እናኣለየ ብኻልእ ይትክኦም ከምዘሎ እውን ተጠቒሱ'ሎ። ግህሰት መሰልን ካልእ ወጽዓታትን በዚሕዎ ዘሎ ህዝቢ እዚ ዘንጸላሉ ዘሎ ወጥሪ ከምዘይድግፎን ሻቕሎት ፈጢሩሉ ከምዘሎ'ውን ግንባር ሃገራዊ ድሕነት ኤርትራ፣ ሕድሪ፣ ገሊጹ'ዩ። ብኻልእ ወገን ኣብ በለዛ ስታፍ ምምሕዳር ዝነበረ መኮነን ካሕሳይ፣ ብሓሊባይ፣ ኣብ ፋይናንስ ስታፍ ዝነበረ ደረሰ ዝተባህለ ድማ ብሃብተ ብምትካእ ምቅይያር ሓለፍቲ ተገይሩ ከምዘሎ ኣነጺሩ'ዩ። ናብ ታዕሊም ዘይወረዱ መማህራን ሕጂ ክወርዱ ካብ ሚኒስትሪ ምክልኻል ትእዛዝ ከምዝወረዶም ተሓቢሩ። ብብቑዕ ይኹን ብዘይብቑዕ ምኽንያት ኣብ ዝሓለፈ ዓመት ታዕሊም ዘይወረዱ ኩሎም ካብ ዓሰርተ ሰለስተ ሓምለ ክልተ ሽሕን ዓሰርተ ሸውዓተን ጀሚሮም ናብ ሕምብርቲ ክወርዱ ካብ ሚኒስትሪ ምክልኻል ትእዛዝ ተመሓላሊፍሉ ክብል ሬድዮ መድረኽ ገሊጻ። ብሰንኪ ሕማምን ጸገምን ዘቋረጹ ሕማሞም ብዘይገድስ ተለቒሞም ናብ ሕምብርቲ ክወርዱ ብሓኪም ሚኒስትሪ ምክልኻል ተራእዮም ክረጋገጹን እዚ ዝወረደ መምርሒ ሓቢሩ ከምዘሎ ዝገለጸት እታ ሬድዮ ኣብ ዓመተ ክልተ ሽሕን ዓሰርተ ሸውዓተን ዓሰርተ ሸሞንተን መማህራን ኮይኖም ዘገልግሉ ኩሎም ሕጹያት ውን ናይ ሕምብርቲ ታዕሊም እንተዘይወዲኦም ኣፍልጦ ከምዘይወሃቦም ሓደ መምህር ብቑዕ ክበሃል እንተኾይኑ ብመደበር ታዕሊም ሕምብርቲ ወረቕት ምስ ዝተወሃቦን ጥራይ ከምዝኾነ ጠቒሱ'ሎ። ሚኒስትሪ ትምህርቲ ዝርዝር ኣስማት ናይ ኩሎም መማህራን ከቕርብ ተኣዚዙ ምህላዉ ብመገዲ ክፍሊ ምምሕዳር ፋይናንስን ፐርሰናል ሊስታ ናይ ዝብገሱ መማህራን የዳሉ ከምዘሎ ዝተጠቐሰ ኮይኑ ብኻልእ ወገን'ውን ኩሎም መማህራን ድሕሪ ምዝዛም ዓመተ ትምህርቲ ኣብ ናይ ለይቲ ሓለዋ ክዋፈሩ ሚኒስትሪ ምክልኻል ኣዚዙ'ሎ። እዚ መምርሒ፣ መማህራንን ተማሃሮን ኣብ እዋን ዕረፍቶም ኣንጻር መንግስቲ ከይውደቡ ብታዕሊምን ኣብ ኣህላኺ ሃለዋትን ጨኲንካ ንምሓዝ ዝዓለመ ምዃኑ'ውን ጸብጻብ ሬድዮ መድረኽ ኣነጺሩ'ሎ። ፕሮግራም ዶብ ኢትዮጵያን ኬንያን ኣብ ጉዳያት ጸጥታን ንግድን ዘተኮረ ምዃኑ ተገሊጹ። ኬንያ ኣብ ዞባ ምብራቕ ኣፍሪካ ሰላም ንምርግጋፅን ልምዓት ንምስላጥን ምስ ኢትዮጵያ ሓቢራ ክትሰርሕ ኣብ ዘኽእላ ስምምዕ ከምዝበፅሐት ገሊፃ። መንግስቲ ኬንያ ነዚ ኣብ ዝገለፀሉ ኣጋጣሚ፣ ዕላማ እቲ ስምምዕ ኪንዮ ኣብ መንጎ ክልቲኣን ሃገራት ዝፍጠር ድልዱል ርክብ ናይቲ ዞባ ቁጠባዊ ዓቕሚ ከደንፍዕ እዩ ተባሂሉ'ሎ። ሚኒስተር ፋይናንስ ኬንያ ኣብ ዝሃቦ ቃል፣ እቲ ተበፂሑ ዘሎ ስምምዕ ናብ ተግባር ኣብ ዝሽረፈሉ እዋን ዝተፈላለዩ ኣብ ዞባና ንዝፍጠሩ ፀገማት ኣብ ምፍታሕ እውን ልዑል ተራ ክህልዎም ተባሂሉ ትፅቢት ይግበረሉ። ኣውሮፓዊ ሕብረት ንስደተኛታት ኣብ ኡጋንዳ ሓገዝ ንዝውዕል ፋይናንሳዊ ሓገዝ ከምዘበርከተ ገሊፁ። ኣውሮፓዊ ሕብረት ኣብ ኡጋንዳ ንዝርከቡ ስደተኛታት ብሓፈሻ ካብ ደቡብ ሱዳን ንዝተሰደዱ ዜጋታት ድማ ብፍላይ ዝውዕል ፋይናንሳዊ ደገፍ ንምግባር ከምዝወሰነ ሮይተርስ ኣብ ዘወሃሃዶ ዜና ኣፍሊጡ። ብመሰረት ሓበሬታ ሮይተርስ መጠን ናይቲ ገንዘብ ሰማንያን ሓሙሽተን ሚልዮን ዩሮ ኮይኑ፣ የጋጥም ንዘሎ ገንዘባዊ ሕጽረት ንምዕባስ ናይ ክልተ ቢልዮን ዶላር ንምዕባይ ዝዓለመ መደብ ኣብ ካምፓላ፣ ኡጋንዳ ኣብ ዘካየዶ ኣኼባ'ዩ ነዚ ዕላዊ ገይሩ። እቲ ፋይናንሳዊ ሓገዝ ካብዚ ሒዝናዮ ዘለና ወርሒ ሰነ ክልተ ሽሕን ዓሰርተ ሸውዓተን ጀሚሩ ዝወሃብ ኮይኑ፣ ንቐጸልቲ ዓሰርተ ክልተ ኣዋርሕ ብረድኤት መልክዕ ዝልቀቕ'ዩ ተባሂሉ'ሎ። ኣብዚ ሕጂ እዋን ኡጋንዳ ሓደ ነጥቢ ሰለስተ ሚልዮን ስደተኛታት ተቐቢላ ተእንግድ ኣላ ዝበለ ሮይተርስ፣ ካብዚኦም እቶም ትሽዓተ ሚእትን ሓምሳን ሽሕ ደቡብ ሱዳናውያን ምዃኖም ኣነጺሩ።
ዝኸበርኩም ሰማዕትና ሓፈሻዊ ናይ ዜና ፈነወና ኣብዚ ተዛዚሙ ኣሎ። ምስ ዝስዕቡ መደባትና ሰናይ ምክትታል።
እዚ ድምፅኹም ድምፂ ሰልፊ ናህዳ ኤርትራ እዩ
እማመ ኣነን ንስኻን ክልተ ደምባራት ክልተ ሰፍላላ ክልተ ሰባራት ብነቓዕ እንድሕቆ ፈጋዕጋዕ ዝበለ ርእሲ ንምንታይ ንሃልኽ ካብ ሜዳ ወጻኢ ይትረፈና ዓገግ ብዘይ ዳንጋ ኣብ መጥዕናና ንግበር እንርዳ ኮኾብ ምዃን የለን ከይወረድካ ሜዳ ንዘይሞተት ልሳን ምሒልና ንቕተላ ኣብ ዘላቶ ጉድጓድ ብስቕታ ንቕበራ ምኽንያቱ እታ ኩዕሶ እኮ ኣብ ሜዳ እያ ዘላ ምኽንያቱ እታ ኩዕሶ እኮ ኣብ ሜዳ እያ ዘላ።
እዚ ድምጽኹም ድምጺ ሰልፊ ናህዳ ኤርትራ እዩ።
ትርጉም ዕስራ ሰነ ኪኖ ምዝካሩ ምትግባሩ። ዝኾነ ህዝቢ ናይ ገዛእ ርእሱ ታሪኽ ኣለዎ። ኣብ ሕሉፍ ታሪኹን ህሉው ኩነታቱን ተመርኪሱ ድማ መጻኢታቱ የእንፍት። ሕብረተሰባት ዝውንኖ ክብርታትን ወግዕታትን ባህላዊ ጭውነትን ሃገራውነትን ካብቲ ታሪኻዊ ኣመጻጽእኦም ዝነቅል እዩ። ህዝቢ ኤርትራ ብዝተፈላለዩ ባዕዳውያን ገዛእቲ፣ ዝተፈላለየ ናይ ኣገዛዝኣ ስልቲ ተሓንጺጹሉ፣ ኣብ ፍጹም ባርነታዊ ህይወትን ክቱር ዓጸቦን ተሸሚሙ ድቕድቕ ጸላም ሰጊሩ ኢዩ። ጽዩፋት ናይ ብዙሓት መሳፍንትን ባዕዳውያን ፋሽሽታውያን ነገስታትን ሰጊሩ ጥራይ ዘይኮነ፣ በብመድረኹ ንመሰሉን ምሉእ ናጽነቱን ተጣቢቑን ተቓሊሱን። መሪርን ረዚንን ፖለቲካውን ብረታውን ቃልሲ ንምክያድ ድማ፣ ከቢድ ሰብኣውን ንዋታውን መስዋእቲ ከፊሉ። ኣብ እዋን ቃልሲ፣ መግዛእታዊ መርዝታት ዘኸተሎ ገለ ገለ ምትዕንቓፋት ከም ዝነበረ ዘይከሓድ ሓቂ'ዩ። ይኹን እምበር፣ በብመድረኽ ቃልሲ፣ ህዝቢ ኤርትራ ሰፊሕ ምውድዳብን ሕድሕድ ምክእኣልን ምጽማምን ምትሕልላይን ዝተራእየሉ ተኣምራታዊ ጅግንነት ዝተፈጸመሉ ምዃኑ ድማ ክዝንጋዕ ዘይብሉ ሓበን'ዩ። ነዚ ጸላምዚ ሰጊሩ ናብ ናጽነት ዝበቕዐ ህዝቢ ኤርትራ ግን ከምቲ ኣብ መድረኽ ቃልሲ ባዕሉ ዝተዋሰኣ ኣብ መድረኽ ምምስራት ቅዋማዊትን ሓርነታዊትን ሃገር ካልኦት ተዋሳእቲ ሰባት ሕቡእ ኣጀንዳ መንጢሎሞ ንዕኦም ዘገልግል ምልካውን ግበታውን ፖለቲካ ድማ ሰሪሖም። ህዝባዊ ፖለቲካ ክስራሕ እንተኾይኑ ግን ህዝቢ ምስ ዝሳተፎ ጥራሕ እዩ። ምኽንያቱ ፖለቲካ ናይ ስልጣንን ሕግን መሳርሒ ስለዝኾነ። ስልጣንን ሕግን ሕጋጋትን ዝህሉ ድማ እቲ ንስልጣን ዝምስርትን ኣብ ስልጣን ዝመፅእን ብዘፅድቖ ሕጊ ክቕየድን በቲ ፖለቲካዊ ስልጣን ክምራሕን ክግልገልን ዝግበኦ ባዕሉ እቲ ህዝቢ ስለዝኾነ። ህዝቢ ንፖለቲካ ይሰርሖ፣ ፖለቲካ ድማ ነቲ ህዝቢ የገልግሎ። ህዝቢ ኤርትራ ግን ናትካ ኢና እናበሉ ብምትላል ዘይናቱን ዘይቀደውቱን ጉጅለ እነሆ ኣብ ዝባኑ ተሰቒሎም ብደመ ረሃጹ የሽካዕልሉ። ህዝቢ ኤርትራ ናጽነቱ ንምውሓስ ከቢድ መስዋእቲ ከፊሉ። ኣብዚ ዘለዎ ባርነታዊ ህይወት ኮይኑ'ውን ንረዚን ክብሪ ዘለዋ ዕስራ ሰነ መዓልቲ ሰማእታቱ ብኽብሪ ይዝክር ኣሎ። ዕስራ ሰነ መዓልቲ ሰማእታት ብኽብሪ ክንዝክሮ እንከለና ትርጉም ቃልስናን መስዋእትናን ብምግንዛብ ንስለ ናጽነት ክቡር ህይወቶም ዘወፈዩ ሰማእታትና ናይ ሕልና ጸሎትን ልባዊ ዝኽርን ሰማእታዊ ክብርን ምሃብ እዩ። ነፍሲ ወከፍ ኤርትራዊ ዜጋ ህዝቢ ኤርትራ ንምንታይ ተቓሊሱ፣ ከመይ ዝበለ ሕሰመ መከራ ኣሕሊፉ፣ ማዕረ ክንደይ ሰብኣውን ንዋታውን መስዋእቲ ከፊሉ ኮታ ኩሉ ሃገራዊ ናጽነትን ክውን ንምግባር ዝሓለፈ ውረድ ደይብ ኣጸቢቑ ይግንዘቦ እዩ። መስዋእቲ ክቡር ሞት እዩ ክንብል ከለና ንህዝባዊ ራእን ዕላማን ብገዛእ ፍቓድካ ገንሸል ምዃን ማለት እዩ። እዚ ማለት እቲ ስዉእ ህይወቱ ብምውፋዩ ሓፋሽ ህዝቢ ራኢታቱ ሰሲኑ፣ ሓዘን ወለዲ ብሓርነትን ምሉእ ብርሃንን ተደቢሱ፣ ነባሪ ናጽነት ወኒኑ ርጉእ ህይወት ክመርሕ ምስ ዝኽእል እዩ። ወነንቲ ህይወት ክንሶም ብጅግንነት ዝሓለፉ ስዉኣትና ድማ ነዚ ክዉን ንምግባር ደኣ'ምበር ከም ስጋ ለበስ መጠን ምንባር ኣይምጸልኡን። ሕልፈቶም ተራ ሕልፈት ኣይነበረን። ገሊኦም ቅድሚ ናብ ውግእ ምእታዎም ኣብ ተዛነ እንከለዉ፣ ገሊኦም ድማ ኣብ ጻዕረ ሞት እናተሳሕጉ ንውሉድ ወለዶ ዘመሓላለፍዎ ረዚን ሕድርታት ኣሎ። ሕድሪ ህዝብን ሃገርን! ሓደራ ውሉድን ወላድን፣ ሓደራ መዘናን መጻምድን፣ ሓደራ መላእ ናጽነትን ሓርነትን። ህዝቢ ኤርትራ ግን ካብቲ ዝሓለፎ መከራ ዝኸፈሎ መስዋእትን ዝበኣሰ ኣብ ከቢድ ዓዘቕቲ ተሸሚሙ ዘይከም ቃልን ሕድርን ሰማእታቱ ዳግማይ ኣብ ባርነት ተቖሪኑ ይርከብ። እዚ ኣይጻምዎን እዩ። ራኢኡን ራእቲ ህሉው ኮነ ስዉእ ውጹዕ ተጋዳላይ እውን ኣይነበረን። እዚ መከራ እዚ ብውሑዳት ሰብ እኩይ ኣጀንዳ ተደሪሱ ኣብ ፍጹም ግርህነትን ክቱር እምነትን ህዝቢ ተዓቚቡ ቐስ ብቐስ ድማ ናብ ፍጹም ምልክን ግበታን ዝማዕበለ ናይ ውሑዳት ጉጅለ ዕዮ ገዛ እዩ። እዞም ኣረሜናውያን ጉጅለ ትርጉም መስዋእትን ርዝነት ሕድሪ ስዉኣትን ኣንዳዕዲዖም ዝፈልጥዎ እኳ እንተኾነ ኣንጻር ረብሕኦምን ህላወኦምን ብምዃኑ ድማ ክትግበር ኣይደልይዎን። ሕድሪ ስዉኣት ክትግበር ምፍቃድ ማለት ንዕኦም ምልክነታዊ ትካላቶም ምፍራስ ማለት ስለዝኾነ። ስለዚ ንሳቶም ኣብ ግበታዊ ዕላምኦም ጸኒዖም ይሰርሑ ምህላዎም ክንግንዘብ ይግበኣና። ምግንዛብና ጥራይ ውን እኹል ኣይኮነን። ንሕና ኣብ ልዕሊ ራኢናን ዕላማናን ሽፍትነታዊ ሸፈጥ ዝተፈጸመልና ሓፋሽ ህዝቢ ኢና። ውሑዳት ዘይሓላፍነታውያን ኣካላት መላእ ሃገር ናብ ሲኦል ቀይሮም ተልእኾ ገዛእ ርእሶም እናሳሰዩ ንሕና ማዕበል ውጹዕ ህዝቢ ተዓጢቕና ህዝባዊ ተልእኾ ተሰኪምና ኣብ መዓልብኡ ንምብጻሕ ብትግሃት ክንሰርሕ ሃገራዊ ግዴታን ሰማእታዊ ሕድርን ኣለና። ዕስራ ሰነ እምበኣር ኣብዚ ህሞት እዚ መዓልቲ ስውኣት ብምዃና ተዘኪራ ጥራይ ክትሓልፍ ዘለዋ ዕለት ኣይኮነትን። እንታይ ደኣ ትርጉምን ርዝነትን እዛ መዓልትን ህሉው ኩነታት ህዝብን ሃገርን ብምርዳእ ኪንዮ ዝኽሪ ክትግበር ዝግብኦ ግን ገና ዘይተተግበረ ሕድሪ ምህላዉን ተግበርቱ ድማ ንሕና ምዃንናን ነቶም ንኸይነትግብር ማሕለኻ ዝኾኑ ቁንጣሮ ጉጅለን ኣተሓሳስበኦምን ኣወጊድና ለበዋ ሰማእታት ብምፍጻም ተልእኾ ሕልፈቶም ክውን ክንገብር ናይ ነፍሲ ወከፍና ሓላፍነት ምዃኑ ክዝንጋዕ ዘይብሉ ሓባራዊ ሓላፍነታትና እዩ። ሰማእታትና ኪኖ ሽምዓ ምውላዕን ፈልስታት ምትካልን ቃሎም ዘይምዕባርን ሕድሮም ምትግባርን እዩ ሚዛን ዝህቦም። ተልእኾ ደሞም ምስ ዝትግበር ጥራይ ድማ'ዩ ምዝካሮምን ምምጓሶምን ማዕርግ ዝረክብ። እንተ። እንተዘይኮይኑ ሓፋሽ ህዝቢ ኤርትራ ብሓፈሻ መንእሰያት ድማ ብፍላይ ኣብ ፍጹም ባርነት ተቖሪኖም ኣገልገልቲ ውሑዳት ሰብ ግዜን ረብሓን ኮይኖም ከም ሳዕቤኑ ድማ ናብ ማእሰርትን ስደትን ስቓይን ሞትን ተቓሊዖም ኣብዛ ኩልና ንፈልጣ ንእሽቶ ሃገር ቤት ማእሰርታት ከም ቃንጥሻ በቒሉ እናሓደረ ዕሸላት መንእሰያት ኣብ ጎዳጉድን መተንፈሲ ዘይብሎም ዕጹዋት ክፍልታትን ከቢድ ሙቐት ዘለዎም ቦታታትን እናተደርበዩ ገለ ክሞቱ ገለ ኣብ ትሕቲ መሬት ብርሃን ከይረኣዩ ነዊሕ ብምጽንሖም ክዕውሩ ገለን ሳእኒ ሕክምና ክስንክሉ ወለዶም ድማ ደሃይ ደቆም ንምፍላጥ ፈቖዶ ኣብያተ ጽሕፈት ክንከራተቱን ሻቕሎት ደቆም ከይኣኽሎም ብድዐን ትዕቢትን ካድራት ስርዓት ህግደፍ ከም ኣይሂ እናዘነቦም ኩሉ ብውሽጦም ጸይሮም ህይወት ደቆም ከቋምቱን ክህንጠዩን ብዘይ ዝኾነ ይኹን ቁምነገር ከም ሃመማ ኡሽ ተባሂሎም ክስጎጉን ብጓሂ ክሕመሱን ዒህ ክብሉን ከስተማስሉን ኮታ ብሓፈሻ ኤርትራ ከም ሃገር ኩሉ ዓይነት ቀረባት ዘይብላ ቕንጣብ መሰል ዜጋ ዘይከበረላ ቁርዑይ ሓበሬታን ምሕደራን ዝተሓረማ ሲኦለ ገሃነብ ኮይና ኣላ። ሰብኣውን ንዋታውን ጸጋታት ሃገር ኣብ ኢድ ውልቀ ሰባት ወዲቑ፣ ቁጠባዊ ሓርነት ተገቢቱ፣ ህዝቢ ሰኣን ጥቅኡ ምምቕራሕ ጾሙ ዝውዕለሉ እዋናት ውሑድ ኣይኮነን። እቶም ንወዲ ሰብ ኣብ መዓልታዊ ህይወቱ መሰረታውያን ነገራት ዝበሃሉ ንህዝቢ ኤርትራ ጠቕሊሎም ተነፊጎሞ'ዮም። ኣብ መበል ዕስራን ሓደን ክፍለ ዘመን ከም ሕጽረታት ንምጥቃስ ዘሕፍሩ ኣብ ኤርትራ ተኸሲሶም ኣለዉ። ብሓፈሻ ህዝብን ሃገርን ኤርትራ ኣብ ከቢድ ፖለቲካውን ቁጠባውን ዲፕሎማስያውን ቅልውላው ተሳጢሖም ኣብ መንጎ ምንባርን ዘይምንባርን ኣብ መንጎ ምቕጻልን ዘይምቕጻልን ወለዶን ምድዋን ሃገራውነትን ካልእ እዋናዊ መከራን ይዋላእ ከምዘሎ ይትረፍ ንኤርትራዊ ንመላእ ዓለም ጋህዲ'ዩ። ህዝቢ ኤርትራ እምበኣር ኣብ ከምዚ ዝኣመሰለ ሓደጋ ምጽናትን ምምራስን እናሃለዎ'ዩ ዝሓለፈ ግንቦት ንውሑስ ጽባሕ ሎሚ ንስራሕ ኣብ ትሕቲ ዝብል ህግደፋዊ ቴማ መዓልቲ ናጽነት ሎሚ ድማ መዓልቲ ሰማእታት ዝዝከር ዘሎ። ኣብ ታሪኽ ህዝቢ ኤርትራ እዘን ክልተ ረዘንቲ መዓልታት ዓበይቲ በዓላት ተባሂለን ንስለ ምዝካር ተዘኪረን ህዝባዊ በዓላት ተባሂሉ ትካላት ተዓጺቡ ምውዓሉን ኣብ ዕስራን ኣርባዕተን ግንቦት ዳንኬራታት ዝተፈላለዩ ምርኢታትን ምልካዊ ቅኝታት ዝትሕዝትኦም ድራማታትን ደርፍታትን ብምቕራብን ባጀታዊ ኣጋንኖ ብምግፋሕን ኣብ ዕስራ ሰነ ድማ ናይ ሽምዓ ሰልፍታት ብምክያድን ፈልስታት ብምትካልን ጥራይ ብግዳማዊ ምብልጭላጭ ተዓብሊሉን ክሕለፍ ወድዓውነት የብሉን። ትርጉም ናይዘን መዓልታት እውን ከምኡ ኣይኮነን። ሰማእታትና ገዛእ ርእሶም ከም ሽምዓ ዝመኸኽሉ፣ ክቡር ደሞም ዝፈሰሰሉ፣ ብዘይተጉላባነት ነታ ዘይትትካእ ህይወቶም ዘኸፈልሉ ህዝባውን ሃገራውን ዕላማ እዚ ሕጂ፣ ኤርትራን ህዝባን ዘለዎ ሰላም ዘይኮነ፣ ኤርትራ ኣብ ምሉእ ናጽነት ኮይና ብዘይ ምዩቕታን ብዘይ ፍርሕን፣ ብርእሰ ምትእምማንን ሓርነቱ እናስተማቐረ፣ ብታሪኹን መስዋእቲ ደቁን እናተሓበነ ዝነብር ህዝቢ ወኒና ቅሩዕይ ቅዋማዊ መንግስትን ባይቶ ሃኒፃ ኣብ ዲሞክራሲያዊ ልምዓትን ጎደናታት እናተሓምበበት ብሰፊሕን ንረብሓ ህዝቢ ዝሓለወን ጉርብትናውን ዓለም ለኻውን ዝምድናታት እናከናወነት ክትዓብን ክትስስን እዩ ዝነበረ። ይኹን ደኣምበር እቲ ሰፍ ዘይብል መስዋእቲ ዝተኸፍለሉ ናይ ሓፋሽ ዕላማ ናብ ረብሓ ናይ ውሑዳት ጠላማት ጉጅለ ተቐይሩ እዩ። እዚ ድማ ኣብ ናይ ብዙሓት ሃገራት ታሪኽ ዘጋጥም ተርእዮ እዩ። ጉጅለ ህግደፍ ስለምንታይ ንህዝቢ ኤርትራ ጠሊሞም ሕድሪ ሰማእታት ጎስዮም ኣብ ከምዚ ዝኣመሰለ ሕሱር ፖለቲካውን ሓሸውየን ዲክታተራውዮ ዕዮታትን ተጸሚዶም ኣለዉ? ናይ ገዛእ ርእሶም ረብሓ ዝሓለወ ይሕሸና እዩ ዝበልዎ ምርጫ እዩ። ንሕና ግን ከም ህዝቢ እንታይ እዩ ምርጫና? ብቓል ወይ ብሓሳብ ጥራሕ ዘይኮነ ብተግባር ክምለስ ዘለዎ ሕቶ ድማ እዩ። ምኽንያቱ ብመንፅር ህግደፋዊ ሕምባበ ስቓይ ህዝብና እናመረረን መንነትና እናሓሰረን ታሪኽና እናሃሰሰን ከም ህዝብን ሃገርን ህላወና ክብቅዕ ስለዝኽእል። ህዝቢ ኤርትራ እምበኣር ንዕስራ ሰነ መዓልታት ሰማእታት ብኽብሪ ይዝክራ ክንዮ ምዝካሩ ግን ነቲ ረዚን ሕድሪ ምትግባሩ ከምዘድሊ'ውን ኣይስሕቶን እዩ። መስዋእቲ ዝተኸፍለሉ ዕላማን ህሉው ኩነታት ህዝብናን ሃገርናን ድማ ናይ ሰማይን መሬትን ፍልልይ ከምዘለዎ ዘማትእ ኣይኮነን። ትርጉም ቃልስናን መስዋእትናን እዚ ከምዘይኮነ ክንግንዘብ ተኽኢልና እምበኣር እቲ ሓቀኛ ትርጉሙ ክውን ንምግባር ሓላፍነትና ምዃኑ ፈሊጥና ንምትግባሩ ክንቃለስ ድማ ግዴታና እዩ።

እዚ ድምፅኹም ድምፂ ሰልፊ ናህዳ ኤርትራ እዩ
ተኾርምየ ቀንየ። ቐትሪ ኮነ ለይቲ ምስ ሰኣንኩ ዕረፍቲ ጎየ ንቕድመይ እንተረኸብኩ ፍትሒ መማጽእቲ እንተኾነ እዚ እዋን ሓሚምካ ከይድካዮም ሞይቶም ይጸንሑኻ ከምዝበልዎ ኮይኑ ገለ ንምቑዛም ጥራይ ርእሶም ዘድነኑ፣ ገለ ስቓይ ብኢሱዎም ዝሃነኑ፣ ገለ ዕርቃኖም እኳ ዘይሸፈኑ፣ ዘይውርዙያት ንቡር ዝሰኣኑ፣ ገለ ልዕሊ ዓቕን ወጮ ዝተኸድኑ፣ ክሓስቡ ዘይደልዩ ብዛዕባ ፍትሒ እንታይ ምዃኑ እናሰምዑ ዝሞቱ፣ ብህይወቶም ዝበደኑ ምስ ከተሩኒ ኣብ ጉዕዞ ተበሳጭየ ጠፊኡኒ ዝሕዞ ተኾርሚቐኒ ኮፍ ኢለ ክቕንዞ ግዳስከ የት ይሀኑ'ሎ ሕጂ በዓል ተስፋ ዝመስል ዕትብ ኢሉ'ሞ ኣጋውልኡ ከስተብህል እንተንቢረሉ እምንቶ ወጽዓና ንኸቃልል ቅንይ ኢለ ክምለሰኩም ናብ ጉዕዞ ፍትሒ ሓቢርና ክንነቅል። ቅንይ ኢለ ክምለሰኩም ናብ ጉዕዞ ፍትሒ ሓቢርና ክንነቅል።
እዚ ድምጽኹም ድምጺ ሰልፊ ናህዳ ኤርትራ እዩ።
ግዴታዊ ምጽንባር ብሄራት ኣይንቕበልን። ቅድሚ ኩሉ ህዝብን ሃገርን ንምድሓን ንቃለስ።
እዚ ድምጽኹም ድምጺ ሰልፊ ናህዳ ኤርትራ እዩ።
ዝኸበርኩም ሰማዕትና ናይ ሎማዓንቲ ፈነወና በዚ ዛዚምና ኣለና። ደሓን ቀንዩ።